ሰላም ተኸታተልቲ እዚ መደብ ከመይ ቀኒኹም? ቆልዑ ዝኾነ ዝገብርዎ ነገር ምስ ትምህርቲ ዝተሓሓዝ ምስ ጸወታ ወይ እውን ክዘናግዑ እንከለዉ ከይተረፈ እቲ ዝሰርሕዎ ዘለዉ ወይ ተሒዘምዎ ዘለዉ ቅልል ክብለሎም፣ ክፈትውዎ፣ ከመልክዎ ክኽእልዎ ልዕሊ ኩሉ ድማ ከዘናግዖምን ክጻወቱ እንከለዉ እውን ደስ ኢልዎም ንኽገብርዎ ወለዲ ሰለስተ ቀለልቲ ነገራት ብምግባር ንደቅና ክንሕግዞምን ከነቃልለሎምን ንኽእል ኢና። ክሳብ መወዳእታ ናይዛ መደብ ምሳይ ክትጸንሑ ብኽብሪ ይዕድመኩም። ቆልዑ ዝኾነ ይኹን ነገር እቲ ምስ ዕድሚኦምን መጠን ስፍሓት ናይ ናይ ሓንጎል ዝኸይድ ዝኾነ ይኹን ነገር ክመሃሩ፣ ክጻወቱ፣ ክሰርሑ፣ ክሕዙ ገለ እንከለው እቲ መጀመርታ ዘቕልለሎም ውሕስነት ምስ ዝረኽቡ እዩ። ሓንጎል ውሕስነት ኣብ ዘይብሉ ከባቢ ወይ ውሕስነት ኣብ ዘይብሉ ቦታ ኮይኑ ዝኾነ ይኹን ሓድሽ ነገር ክመሃር ወይ ውን ነቲ ዝፈልጦን ዝመልኮን ወይ ኣኪብዎ ዘሎ ሓበሬታ ክዝክር ይኹን ክጥቀመሉ ኣዝዩ ኣጸጋሚ እዩ። ስለዚ ወለዲ እታ ቀዳመይቲ ክንገብራ ዘለና ደቅና ኣብቲ ዝውዕልዎ፣ ኣብቲ ዝጻወትዎ፣ ኣብቲ ዝመሃርዎ፣ ኣብቲ ኩሉ እቲ ኩነ እቲ መዓልታዊ ንጥፈታቶም ዘካይዱሉ ውሕስነት ይስመዖም ከም ዘሎ ምርግጋጽ እዩ። ኣብዚ ሕጂ ቆልዑ እንታይ እንተጌርና ኢና ውሕስነት ዝስምዖም ዝብል ሕቶ ክለዓል ባህርያዊ እዩ። ሓድሽ ነገር ክፍትኑ ከለዉ፣ ሓድሽ ነገር ክሕዙ፣ ክድህስሱ፣ እንታይ እዩ፣ ከመይ ይሰርሕ፣ ርእዮምዎ ይፈልጡዶ ኣይፈልጡን ወይ ምስ ዝፈልጥዎ ነገር ከተሓሕዝዎ፣ ክዝክርዎ ገለ ክፍትኑ እንከለዉ፣ ቆልዑ ብመሓዝ ብምፍታሽካ ዝያዳ ስለ ዝመሃሩ፣ ዝያዳ ስለ ዝመልክዎ ክብድ ተራኢልዎም ወይ መረዳእታ ኣብዮምና ወይ ዝሕል እንድሕር ደኣ ኢሎምና እንታይ ኮይኖም እዮም ቀልጢፎም ዝሒዝዎ ዘለዉ ቆብ ከብሉና ገለ ክንጽበ የብልናን። ጸቕጢ ተሰሚዕዎም እንከሎሲ ንሕና ጸቕጢ ንገብረሎም ኣለና ኣብ ርእሲኡ ድማ ንኽሕዝዎ ንኽዝክርዎ ንደጋግመሎም እንተ ደኣ ሃሊና ሕጂ እቲ ውሕስነት ምሉእ ብምሉእ ይፈርስ ኣሎ ማለት እዩ። ሕጂ ቆልዑ ከኣ ውሕስነት እንተ ዘይስምዖም ሃልዩ ዝኾነ ይኹን ነገር ክገብሩ ኣይክእሉን እዮም። ሕጂ እቲ ንውሕስነት ዘፍርስ ነገር ወይ ከዓ ውሕስነት ከም ዘየለ ዝገብር ዝያዳ ፍርሒ፣ ዝያዳ ራዕዲ ወይ ከዓ ዝያዳ ጸቕጢ ዝፈጥረሎም ተግባራትና ከነጉድሎ ይግባእ። ሙሉእ ብሙሉእ ከም ዘየለ ክንገብሮ እውን ንኽእል ኢና። ሕጂ ሓደ ካብኡ ንኣብነት ክብድ ኢልዎም እንተ ደኣ ሃልዩ፣ እቲ ሒዝናዮ ዘለና ወይ ከኣ እቲ ክኽእልዎ ደሊና ዘለና ዋላ ጸወታ ይኹን ዋላ ምስ ትምህርቲ ዝተሓሓዝ ይኹን ኣብታ ሻዕ እዋን በርቲዕዎም እንተ ሃልዩ ከቢድዎም እንተ ደኣ ሃልዩ እንታይ ይገብርዎ ሕርብት ኢልዎም እንተ ደኣ ሃልዩ ክንገድፎም ንኽእል ኢና። ብድሕሪኡ ኣብቲ ዝሃድእሉ ዝረጋግእሉ እዋን እቲ ክመሃርዎ ደሊና ዘለና ወይ ከኣ እቲ ክኽእልዎ ይኽእሉ እዮም ምስ ዕድሚኦም ክኸይድ ይኽእል እዩሞ ክንፍትኖ ኢልና ሕጂ ውን ንኽመልክዎን ንኽኽእልዎን ዘይኮነ ን ክፍትንዎ ኢልና ከም እንደገና ሓድሽ ሓይሊ ሒዝና ሓድሽ ተበግሶ ሒዝና ንደቅና ክነላምዶምን ክንምህሮምን ይግባእ እዩ። ሕጂ እቲ መጠን ህድኣት ናህና እቲ ደቅና ኣብ ከመይ ኩነታት እዮም ዘለዉ እንታይ እዩ ዝስምዖም ዘሎ ክመሃሩ ደልዮም ኣለዉ ድዮም ቅሩባት ኣለዉ ድዮም ደስ ኢልዎም ኣለዉ ድዩ እቲ ንብሎ ዘለና ወይ ከኣ እቲ ዝሕተትዎ ዘለዉ ሲ ብግቡእ'ኸ ይርድኦም ኣሎ ድዩ ብቋንቋ ከይተረፈ ንረዳዳእ ኣለና ዲና በቲ ምልክታትና ከይተረፈ የንቡቡና ኣለዉ ድዮም ንሕናኸ ከም ዝርድኦም ጌርናሲ ንገልጽ ነረድእ ኣለና ዲና ዋላ ጸወታ ዝኾነ ይኹን ነገር ማለት ዋላ ዝኾነ ይኹን ሓበሬታ ክንህብ እንከለና እቲ ውሕስነት ከምዚ ብምግባር ኢና ክንሃንጾ ንኽእል ወይ ከኣ ከም ዝስምዖምሲ ክንገብር ንኽእል ስለዚ ኩሉ ግዜ እታ ውሕስነት ከም ዘላ መጀመርታ ምርግጋጽ የድሊ። ሕጂ እቲ ዓው ምባል፣ ጸርጸር ምባል ወይ ውን ብሓይሊ ክሕዝዎ፣ ክመልክዎ፣ ክሽምድድዎ ክኽእልዎ ጸቕጢ ምግባር ውን ምንም ፋይዳ የብሉን። ንዓና ናብ ሕርቃን፣ ናብ ቁጠዐ፣ ናብ ጸርጸር ምባል እዩ ዝወስደና። ቆልዑ ምሳና ክህልዉ እንከለዉ ዝኾነ ይኹን ናይ ውሕስነት ስምዒት ከም ዘይስምዖም ስለ ዝገብር ነቲ ብድሕሪኡ ዘሎ ህይወቶም ውን ኣብ ምልክት ሕቶ ከእትዎ ይኽእል እዩ። ቆልዑ ኣብ ነብስ ወከፍ ምንቅስቓሳቶም እቲ ዝያዳ ዝፈትውዎ፣ ዝያዳ ዝበህግዎ፣ ዝያዳ ዝቐለሎም፣ ዝያዳ ዕረፍቲ ዝህቦም ወይ እውን ዝያዳ ዘስተማቕርዎ ነገር ኣብ የርእዩና እዮም። ሕጂ ወለዲ ሓደ ግዜ ክንገብር ካልኣይ ከኣ ብምሉእ ኣድህቦ ክንከታተሎም ወይ ክንርእዮም እንተደኣ ክኢልና ደቅና እንታይ እዩ ዝቐለሎም፣ እንታይ እዮም ዝፈትዉ፣ እንታይ ይብርትዖም፣ እንታይ ይብድሆም፣ ኣበይ ሓገዝ ይደልዩ፣ ኣበይከ ባዕሎም ጀሚሮም ክውድእዎ ይኽእሉ ንሓደ ንጥፈት የርእዩና እዮም። ነዚ ድሕሪ ምዕዛብና ድማ ወለዲ ብዝተኻእለ መጠን ነቲ ኩሉ ክንህቦም ደሊና ዘለና ወይ ክንምህሮም ደሊና ዘለና ወይ እውን ሓገዝ ዘድልዮም ኮይኑሲ ክንድግፎም ደሊና ዘለና በቲ ንሶም ቅልል ኢሉ ብተፈጥሮኦም ዝኽእልዎ፣ ዝመልክዎ፣ ዝምስጥዎ ነገራት ምስኡ እንዳተሓሓዝና ወይ ውን ብኸምኡ ዓይኒ እንዳረኣዩ ንኽመሃርዎ ዝሕግዘና ኣገባብ ክንፈጥር ይግባእ። ሕጂ እዚ ኩሎም ቆልዑ ንኣብነት ብዛዕባ ማይ ይመሃሩ እንተ ሃልዩ ወይ ኩሎም ቆልዑ ብዛዕባ ምድማር፣ ብዛዕባ ቁጽርታት ወይ ብዛዕባ ሕብርታት ይመሃሩ ኣለዉ እሞ ንበል። ደቅና ድማ ኣብዚ ሓገዝ የድልዮም እንተ ኮይኑ ብኸመይ ኣገባብ እንተሓገዝናዮም እዩ ዝበለጸ ኢልና በቲ ንዖኦም ዝቐለሎም ወይ ከኣ እሶም ብብዝሒ ኩሉ ግዜ ብዝገብሮ ኩሉ ግዜ ብዝምስጦ ነገራት ጌርና ክንምህሮም እንከለና ዝያዳ ይቐለሎም፣ ቀልጢፎም ይምልክዎ፣ ቀልጢፎም ይኽእልዎ፣ እቲ ጸቕጢ እውን ይእለ ማለት እዩ። ንሕና እውን እቲ ምስኦም እነሕልፎ ግዜ ነስተማቕሮ ግዜ ይኸውን፣ ነቲ ምትእስሳርና ነቲ ምቅርራብና ድማ ዝመቸ ዝደልደለ ንክኸውን እውን ይሕግዘና። ደቅና ሕብሪ ምልካይ ዝፈትዉ ተረኣ ኮይኖም፣ ቁፅሪ ምቑፃር ዝፈትዉ እንተረኣ ኮይኖም፣ ወይ ከምዚ ኣብ ተፈጥሮ ወፂኻ ኣብ ደገ ኣብ ክፉት ቦታ ዝያዳ ዝብርሆም ዝቐለሎም እንተረኣ ኮይኑ፣ ዕፁው ገዛ ወይ እውን ከምዚ ብዙሕ ክንቀሳቕስሉ ዘይክእሉ ቦታ ዓቕሎም ዘፅበሎም እንተረኣ ኮይኑ ነዚታት ክንኣልየሎም ወይ ከዓ ኣብ ከምዚ ኩነታትን ቦታን እንከለዉ ሓድሽ ነገር ክንምህሮም ዘይምፍታን ወይ እውን እቲ ምሕጋዝ ዘድልዮም ነገር ኣብ ከምዚ ኩነታት እንከለዉ ክንሕግዞም ዘይምፍታን ዝበለጸ እዩ። ስለዚ እቲ ንዕኦም ዝያዳ ዝምስጦም ዝቐለሎም ኣገባብ እንታይ እዩ? ኣበይ እዩ ደስ ዝብሎም? ኣበይ እዩ ተበሪህዎም ዘሎ? ኣበይ እዩ ፈኺስዎም ዘሎ? ኣረጋጊጽና ብኸምኡ ኣገባብ ክንገብሮ እንከለና ከኣ ክንሕግዞምን ክንድግፎምን ንኽእል ኢና። ቆልዑ ብብዝሒ ዝፈትውዎ ነገር ሕቶ ምሕታት እዩ። ስለዚ ወለዲ ድማ ነዚኣ ከም ዓባይ ኣጋጣሚ ተጠቂምና ሕቶታት ክሓቱና እንከለው ሓደ እቲ ክንምልሶ እንኽእል ብግቡእ ክንምልሰሎም እቲ ንህቦም ዘለና ሓበሬታ ከኣ ቅኑዕ ምዃኑ ምርግጋጽ የድልየና። ብድሕሪኡ እቲ ንህቦም ዘለና ሓበሬታ ነቲ ዕድሚኦም ዝምጥን ድዩ'ውን ምርግጋጽ የድልየና። ጂ ንዕኦም ዘይምጥን ሓበሬታ እንተድኣ ኮይኑ፣ እቲ ንጥቀመሉ ቃላት፣ ኣገላልጻ፣ ከምኡ'ውን ኣብ ኣካላትና ዘሎ ምልክት ነቲ ዕድሚኦምን ነቲ ደረጃ ምዕባለ ናይ ሓንጎሎም ዝምጥን ጌርና'ውን ከነቕርቦ ይግባእ'ዩ። እንድሕር ድኣ እቲ ዝሓቱና ዘለዉ ሕቶ ከመይ ጌርና ኢና ናብቲ ናቶም። ደረጃ ከነፋኹሶ ንኽእል ዘይንፈልጦ ኮይና ወይ ውን ሙሉእ ሓበሬታ ቁኑዕ ሓበሬታ ወይ ከኣ ብዛዕባ እቲ ሓበሬታ ተጣራጢርና እንተ ደኣ ሃሊና ግን እንተ ኽኢልና ምስ ደቅና ኮይና ብሓባር ኮይና ንፈትሾ ኢልና ክንፍትሾ መልሲ ክንደሊ ዝበለጸ እዩ። እንድሕር ዘይክኢልና ድማ ንኣብነት ሓጺር ግዜ ይህልወና ወይ ውሑድ ግዜ ይህልወና ወይ ኣብ ሞንጎ ክልተ ሰለስተ ነገራት ተቐርቂርና ንህሉ እሞ ንዕኦም ከኣ ክንምልሰሎም መሪጽና እንተ ደኣ ሃሊና ባዕልና ቅልጥፍ ኢልና እቲ ቅኑዕ ዝኾነ ሓበሬታ ንደቅና ዝኾን ሓበሬታ ረኺብና ክንህቦም ይግባእ እዩ። ኣብ ልዕሊኡ ድማ ኩሉ ግዜ ዝሓቱ ንኽኾኑ ንነፍሲ ወከፍ ዝሓትዎ ሕቶ ተገዲስና ክንሰምዖም ተረዲእና እውን በቲ ንኽእሎ ብኹሉ ክንምልሰሎም ዝበለጸ እዩ። ቆልዑ ክሓቱ እንተ ደኣ ዘይነተባብዖም ኮይንና ወይ እውን ክሓቱ እንከለዉ ቅኑዕ ሓበሬታ ግቡእ መልሲ ግቡእ ኣድህቦ ግዜ ሂብና ውን ዘይንምልሰሎም እንትርኣ ኮይና ነቲ ደረጃ ምዕባልኦም ንዕንቅጾ ስለ ዘለና ወይ ውን ዓንቀፍቲ ንኸውን ስለ ዘለና እንተ ተረዲእና ድዩ እንተ ከይተረዳእና ከነስተውዕለሉን ክንጥንቀቐሉን ይግባእ እዩ። ቆልዑ ዘይሓቱ እንትርኣ ኮይኖም ውን ንኽሓቱ ከነተባብዖም ወይ ውን ንሕና ብሕቶ ኣቢልና ካልእ ሕቶ ከስዕበሎም ዝኽእል ሓሳብ ወይ ኣተሓሳስባ ከነስርጸሎም ውን ንኽእል ኢና። ዝያዳ እውን ንኽሓቱ ከነተባብዖም ንኽእል ኢና። ንነፍሲ ወከፍ ዝብልዎ ነገራት እውን ብመልክዕ ሕቶ ከመይ ኢሉ እንታይ ይመስል ወይ ብመልክዕ ሕቶሲ እዛ ሓሳብ እዚኣ ብመልክዕ ሕቶ ከመይ ትኸውን እንዳበልና እውን ብሓባር ምስኦም ኮይንና ንምሉእ ሓሳባት ናብ ሕቶታት ብምቕያር እውን ደቅና ክሓቱ ዝኽእሉ፣ ክሓቱ ዘይፈርሑ፣ ሓቲቶም መልሲ ዝጽበዩ፣ ሓቲቶም መልሲ ዝደልዩ ክንገብሮም ንኽእል ኢና። እዚ ድማ ነገራት ቅልል ኢሉሎም ንኽመሃሩ፣ ክባላሓቱ፣ ክፍትሹ ዝሕግዞም ስለ ዝኾነ፣ ንደቅና ነገራት ከስተማቕሩ፣ ክመሃሩ ዝደልዩ፣ ክፈልጡ ዝብህጉ ንኽኾኑ'ውን ይሕግዞም እዩ። ከም ተወሳኺ ወለዲ ክንደጋግመሎም እንተ ደኣ ክኢልና'ውን ቆልዑ ሓበሬታ ናይ ምእካብ፣ ሓበሬታ ነቲ ኣኪቦምዎ ዘለዉ ናይ ምዝካር፣ ኣብቲ ዝደለይሉ ዘለዉ እዋን ድማ ቅልል ኢሉሎም ዘኪሮም ናይ ምስራሕ ወይ'ውን ነቲ ኣኪቦምዎ ዘለዉ ሓበሬታ ኣብቲ መዓልኡ ናይ ምውዓል ዓቕሞም እንዳዓበየ ስለ ዝመጽእ ወለዲ ክንደጋግመሎም ከም ዘለና ክንዝክር ድማ ኣዝዩ ኣገዳሲ እዩ። ተኸታተልቲ እዚ መደብ ሎሚ ዘዳለኽዋ ቪድዮ ገለ ሓበሬታ ረኺብኩምሉ ክትኮኑ ተስፋ ይገብር። ኣብ ዝመጽእ እዋን ክሳብ ንራኸብ ብሰላም ቅነ።